ዶክተር ኣቤል ሕደጎ ይበሃል ካብ ማእከል ጥዕና ኢስት ኣፍሪቃ ካምፓላ ዩጋንዳ ማለት እዩ ሕማም ስትሮክ ወይ ድማ ወቃ ሓንጎል ኢልና ንፅውዖ እቲ ዙረት ደም ወይ ዑደት ደም ናብ ሓንጎል ምዘይበፅሕ ዝኾነ ምክንያታት ክኾን ይኽእል እዩ ናብ ሓንጎል ምዘይበፅሕ ነዚ ዓይነት ኮንዲሽን ስትሮክ ወይ ድማ ወቃ ሓንጎል ኢልና ንፅውዖ ማለት እዩ ከምዚ ከጋጥመና ዝኽእል ብክልተ መገድታት እዩ። እቲ ቀዳማይን እቲ ኮመን ኢስከሚክ ኢልና ንጽውዖ እዚ ድማ ኣብቲ ሰራውር ደም ምዕጋት ወይ ድማ ምዕባስ ምስ ዘጋጥም ማለት እዩ። መብዛሕትኡ ስትሮክ ዘጋጥሞ ሰብ ከምዚ ዓይነት ኣጋጣሚ እዩ ዘጋጥሞ ማለት እዩ። እቲ ካልኣይ ድማ ብውሑድ ዓቐን ዝረኣ ምፍሳስ ሰራውር ደማት ማለት እዩ ኣብ ሓንጎል። ስለዚ ናብ ሓንጎል ዝኸይድ ደም እንተ ተዓቢሱ ስትሮክ ወይ ድማ ወቕዒ ሓንጎል ከምጻልና ይኽእል ማለት እዩ። እንተ እቲ ዝኸይድ ዝነበረ ደም፣ እቲ ዝዘውር ደም እንተ ጠጠው ኢሉ፣ ድሕሪኡ ዘለዉ ሰላት ወይ እቶም ዋህዮታት ናይ ሓንጎል ስለ ዝሞቱ ዘለዉ፣ እዚ ድማ ነቲ ቀንዲ ምልክታት ወይ ድማ እቲ እንሪኦ ምልማስ ድዩ ካልእ ዑረት ዝኣመሰለ ምልክታት ከርእየና ይኸእል ማለት እዩ። እቲ ቀዳማይ ክንሪኦም ንፍትን ሓሙሽተ ኣዝዮም ኣቃላዕቲ ዝኾኑ ዓይነታት ረቋሒታት ኣለው። እቲ ቁፅሪ ሓደ ሽኮርያ እዩ። ሽኮርያ ሓደ ካብቶም ቀንዲ ጠንቂ ናይ ስትሮክ እዩ ማለት እዩ። ድሕሪኡ ፀቕጢ ደም፣ ሽጋራ፣ ኣልኮል ምስታይ፣ ልዑል ኮል መጠን ኮለስትሮል ኣብ ደምና ወይ ድማ ክስዐ ምስ ዘለወና እዚኦም እቶም ቀንድን ኣቃላዕቲን ረቋሒታት ኢልና ንፅውዖም ማለት እዩ። ንሱ ተታሒዞም ዝኹዱ ከዓ ካልኦት ኣለዉ። ንኣብነት ከም ዕድመ ሓደ ሰብ ልዕሊ 20 55 ዕድመ ምስ ዝኸውን እቲ ናይ ተኽእሎታት ናይ ስትሮክ እንዳወሰኸ ይኸይድ ማለት እዩ። ስለዚ ዕድመ ሓደ ካብቲ ፋክተር ወይ ድማ ረቋሒታት እዩ። ካልእ ምስ ተታሒዞም ዝኸዱ ብዙሓት ነገራት ኣለዉ፣ ግን እዚኦም እዮም እቶም ቀንድን ንስትሮክ ክቃልዑና ዝኽእሉ ፋክተራት ወይ ረቋሒታት ማለት እዩ። ኣብዚ ቀረባ እዋን ዘምጽእዎ ዓይነት ኣክሮኒም ኣሎ ወይ ድማ ምልክት ቃላት ንሰን ድማ ብፋስት የርእዎ ማለት እዩ ኤፍ ኤይ ኤስ ቲ እቲ ቀዳማይ ፈይስ እዩ እቲ ፍርቂ ገጽ ናይቲ ሰብ ክድንዝዝ ክጅምር እንከሎ ወይ ድማ ዘይምዕሩይነት ኣብቲ ገጽ ናይቲ ሰብ ክትርኢ እንተጀሚርካ ሓደ ካብቲ ምልክታት እዩ ካብኡ ኣብ ኣእዳው ድኻም ናይ ኣእዳው ማለት እዩ እተን ኣእዳው ብሓይሊ ወይ ብድኻም ክደክም ዝጀምር ተሎ ገለ ክፋል ካብተን ኣእዳው እዚ ሓደ ካብቲ ምልክታት እዩ። ድሕሪኡ ዝመጽእ ስፒች እዩ ወይ ድማ ዘረባ እቲ ዘረባ ናይ ሰብ እንተራ ስለርድ ኮይኑ ወይ ድማ ምዝራብ ይኣብየ እንተሎ እዚ ሓደ ካብቲ ምልክታት ወይ ድማ ስትሮክ ይመጽእ ከም ዘሎ ዘመልክት ዓይነት ምልክታት እዩ ማለት እዩ። እቲ ናይ መወዳእታ ድማ ታቲ ዝብልዎ ድማ ተቐላጢፍካ ናብ ሕክምና ክትወስዶ ከም ዘለካ ስለዚ እዚኤን እተን ምልክታት ስትሮክ ንኸጋጥም ወይ የጋጥም ከም ዘሎ ዘርእያና ዓይነት ምልክታት እየን ማለት እዩ። እንተ እዘን ምልክታት እተን ርኢና ናብ ሕክምናዊ ረድኤት ክንረኽበሉ እንኽእል ማእከል ጥዕና ክንከይድ ይግብኣና። እዚ ንምንታይ ኢና ብህጹጽ እንብል ዘለና ምኽንያቱ ግዜ ሓንጎል እዩ። ምስ ዝሓለፈት ደቒቕ ወይ ምስ ዝሓለፈት ካልኢት ኣብ ሓንጎልና ዝርከቡ ዋህዮታት ስለ ዝሞቱ ብዝተኻለ መጠን ብዝቐልጠፈ መገዲ ናብ ሕክምና ብምኻድ ሕክምናዊ ሓገዝ ክንረክብ ይግባኣና ማለት እዩ። እቲ ዝግበር ሕክምናዊ ሓገዝ ኣብ ክልተ ክንመቕሎ ንኽእል ኢና። እቲ ቀንዳማይ ኣብ ውሽጢ ሓፂር ናይ መስኮት ግዜ ወይ ድማ ዊንዶው ፔሪየድ ዘጋጥም ዝግበር ሕክምናዊ ሓገዝ ኣሎ። እቲ ዝተረፈ ኣብ ነዊሕ ዝግበር ወይ ድማ ኣብ ከይዲ ዝግበር ዓይነት ሓገዝ ድማ ኣሎ። ስለዚ ኣብዘን ውሽጢ ኣርባዕተ ሰዓት እንተ ተመሪፂ እቲ ሕሙም ዝተፈላለዩ ዓይነት ሕክምናዊ ሓገዝ ግበረሉ ይኽእል። እሱ ድማ ነቲ ዓቢሱ ዘሎ ክሎት ኢልና ንፅውዖ ወይ ድማ ዝረገ ደም ብምእላይ ወይ ንዑ ዝኣሊ መድሃኒታት ብምሃብ ነቲ ሰብ ካብቲ ዝነበሮ ናይ ስትሮክ ሕማም ክፍወስ ይኽእል እዩ። ጠቕላላ ድማ ክሓዊ ይኽእል ማለት እዩ። እዚ ቶታል ሪካቨሪ ኢልና ንፅውዖ። እንተ ውሽጢ ኣርባዕተ ሰዓታት ክመጽእ ዘይክኢሉ ግና፣ እቲ ሕሙም እቲ ካልእ ተወሳኺ ሕክምናዊ ሓገዝ ይግበረሉ። እዚ ድማ ብዓቢኡ እቲ ኣብ ነዊሕ ዝግበር ፊዚዮተራፒ ኢልና እንጽውዖ ዓይነት ሕክምና ማለት እዩ። እዚ ፊዚዮተራፒ እዚ ድማ ነቲ ሰብ እቲ ምስ ግዜ ናብቲ ንቡር ጥዕንኡ ክመልሶ ይኽእል ማለት እዩ። እዚ ሕማም እዚ ብኤምኣርኣይ ወይ ድማ ብሲቲ ስካን ብዝበሃል ናይ ሓንጎል ስካን ክንፀር ይከኣል እዩ ማለት እዩ። ኣብዚ ቀረባ እዋን ዝወፃ ሸውዓተ ዓይነት ነጥብታት ኣለዋ እዘን ሸውዓተ ነጥብታት ኣብ ምክልኻል ስትሮክ ዓቢ ተራ ስለዝፃወታ ሓደ ብሓደ ክንደይን ክንፍትን ኢና እቲ ቀዳማይ ከምቲ ዝበልናዮ ካብቶም ኣቃላዕቲ እቲ ቁፅሪ ሓደ ሽኮርያ ስለዝኾነ ስለዚ ሽኮርካ ምቁፅፃር እዚ ክንብል ከለና ሽኮር ዘለዎ ሰብ ሽኮሩ ክቆፃፀር ይኽእል እዩ። ሽኮር ዘይብሉ እንተኾይኑ ድማ ሽኮር ንከይማዕብል ክጥንቀቕ ይግባእ ማለት እዩ። እቲ ካልኣይ ፀቕጢ ደምካ ፀቕጢ ደም ምቁፅፃር እቲ ሳልሳይ ድማ ሽጋራ ዘይምስታይ ወይ ድማ ሽጋራ ምስታይ ምግዳፍ። እቲ ራብዓይ ኣልኮል ዘይምውሳድ። እቲ ሓምሻይ ድማ ዝተመጣጠነ መግቢ ምብላዕ። ዝተመጣጠነ መግቢ ክንብል ከለና ስብሒ ዘለዎን መግቢ ካብ ምብላዕ ዝያዳ ናብ ኣሕምልቲ ገጽና ክንዛዙ ከም ዘለና ማለት እዩ። እቲ ሻድሻይ ኣገባብ ምክልኻል ድማ ምንቅስቃስ እዩ። ብዝተኻለ መጠን ሓደ ሰብ ክንቀሳቀስ ይግብኦ። ነቲኦም ዝያዳ ኣብ ኦፊሳት ወይ ድማ ዓበይቲ መኻይን ዝዝውሩ ነዊሕ እዋን ነዊሕ ሰዓታት ናይ ህይወቶም ኣብ ምዝዋር ወይ ድማ ኣብ ኮፍ ዘሕልፎ ሰብ ብፍሉይ ናይ ዎክ ግዜ ክህሎ ወይ ድማ በይኑ ዝንቀሳቐሰሉ ሰዓታት ክህልዎ ኣለዎ ስለዚ ምንቅስቓስ ሓደ ኣገዳሲ ማለት እዩ ኣብ መወዳእታ ድማ ነቲ ናትካ ዘሎ ኮለስትሮል ወይ ድማ ኮለስትሮልካ እንተልዒሉ ድማ ምጉዳል ሚዛንካ ከዓ ምቕናስ ማለት እዩ እንተደኣ ክስዐሎ እቲ ሚዛን ክቕንስ ኣለዎ። ሚዛን ኣብ ዝቕንሰሉ ኩሉ እቲ ናብ ስትሮክ ዘቃላዓና ነገራት ክጎድል ይኽእል ማለት እዩ። ስለዚ ስትሮክ ክሕከም ዝኽእል ዓይነት ሕማም እዩ። ክንከላኸሎ ንኽእል ሕማም እዩ። ካብኡ ድማ ሪካቨር ክንገብረሉ ንኽእል ሕማም እዩ። ከምቲ ከምቲ ኣቐዲምና ዝበልናዮ ግዜ ሓንጎል እዩ። ስለዚ በተን ነጥፈን ደቃይቕ ኹና ካልኢታት ወሃዮታት ናይ ሓንጎልና ድማ ብኡ መጠን ይሞቱ ማለት እዩ። ብዝተኻእለ መጠን ሕክምናዊ ሓገዝ ክንረኽበሉ ንኽእል ናብ በዓል ሞያ ብህፁፅ ክንወስዶም ይግበኣና። ኣብ ኢስት ኣፍሪካ ማእከል ጥዕና ድማ ናይ ስትሮክ ሓገዝ፣ ምኽሪ፣ ንዑ ዝኣመሰለን ይወሃብ እዩ። ኣብ ልዕሊኡ ድማ ናይ ሽኮርያ፣ ፀቕጢ ደም፣ ኮለስትሮል እዚ ኩሉ ዝኸውን ናይ ላባራቶሪ መመርመሪ ኣሎ። ብኡ ድማ ናይ ምክትታል ናይ ፀቕጢ ደምን ናይ ሽኮርን ድማ ይግበር እዩ ማለት እዩ። ስለዚ ዝኾነ ምልክታት ምስ ዝህልወኩም ወይ ድማ ብዛዕባኡ ክትፈልጡ ምስ ትደልዩ ብዛዕባ ስትሮክ ስፍሕ ዝበለ መብርሂ ምስ ትደልዩ ወይ ድማ ሕዱር ሕማም ከም በዓል ሽኮርያ ፀቕጥረም ዝህልወኩም ናብ ኢስት ኣፍሪካ ሜዲካል ሰንተር ብምምፃእ ኣድላዪ ዝኾነ ሓገዝ ክትረኽቡ ትኽእሉ ማለት እዩ